ክቡራት ተመልከትትና ሃመይ ጸኒሕኩም ደሓን ዶ ጸኒሕኩም እግዚኣብሔር ኣምላክና ኣዚና ነመስግኖ ሰናይ መዓልቲ ክኢሉና ልዛ ሰዓት እዚኣ እንደገና ብተመሳሳሊ ሰዓት መጺእና እኒኤና እግዚኣብሔር ይባርኩም ስኻትምለ እርግፀኛ እየ ሃምትፅቦዩና ያው መደብና ክንጅምር ኢና መደብ ንፀሊ ኣብ መቐለ እስትድዮ ኮይንና ናይ ሎማዓንቲ ፕሮግራምና ምስ ዝኸውን ጋሻይ ነያተይ እንኳዕ ዳሓን መፃኺ እግዚኣብሔር ይመስገን ንስኻትምለ እንኳዕ ዳሕና ፅሕና እነምፀኦ ነገር የብልናይ ካብ ቃሉ ኢና ኩል ግዜ እንደገና ሃምዝትከታተሉና መፅሓፍ ቅዱስ ሒዝና ካብ መፅሓፍ ቅዱስ ልተደረኸ ኢና ነንብብ ንነጋገር እና ንስኻትኩም እንደገና ሓቢርኹምና ክትጸንሑ ቃሉ ሒዝኹም ተዳሊኹም ክትጸንሑና ንላወወኩም እግዚኣብሔር ይባርክኹም ቅድሚ ምጅማርና ግን ኣብ ቆላስያስ ሰለስተ ቁጽሪ ክልተ ታይ ይብለና ያው ናይ ሎማዓንቲ ርእስና እንግዲ ካብዛ ሕዚ ዘንብባ ክትርደኣኩም እያ ልብል ግምት እኒኤኒ ታይ ይብለና ብጎይታ ሽም ከንብቦ እየ ኣብ ኣምላኽ ተሰዊሩ ኣሎ እሞ ኣብ ልዕሊ ዘሎ ሓሳብ ኣብ ምድሪ ዘሎ ኣይኮነን ኣብ ላዕሊ ዘሎ ሓሳብ ኣብ ምድሪ ዘሎ ኣይኮነን ያው ቆላስያስ ሰለስተ ክልተ እሱ ኢለ ካብ ማእከላ እየ ኣንቢበያ እኒኦኹ ምክንያቱም ሉቲ ሓሳብና ሉቲ ኸዚ ምስ ሓፍተይ ነያተይ ኾይንና ንነጋገረሉ ልክ ጠቅመና ኢለ እየ እና ኣብ ላዕሊ ዘሎ ሓሳብ ኣብ ምድሪ ዘሎ ኣይኮነን ይብለና ማለት እዩ እና ናይ ሎማዕንቲ ኣርእስትና ንዘራረበሉ ምስ ሓፍተይ ናያት ብዛዕባ ሰማያዊ ሃፍቲ ብዝብል እዩ እና እስቲ ሰማያዊ ሃፍቲ ማለት ታይ ማለት ምዃኑ ክንነጋገር ኢና ቕድሚ ምንግጋርና ግን ኹላህና ተምበርኪኽና መጀመርያ ያው ምስጋናና ብምስጋና ኢና ኣፍና ንኸፍት ኹልጊዜ እዛ መዓልቲ እዚኣ ምህላያ ባዕሉሲ ክነመስግን ኢለ ኣለና ኣነይ ነያት ሓፍተይ ተቋጺርና ምምጻእና ባዕሉ ክነመስግን ኢለ ኣለና እና እስቲ ን ነያት ሓፍተይ ክህባ እየ እስቲ ዕድል።
እሺ ኣኔ ሊምሲ ሀምዝሎልኽዮሲ መጀመርያ ቅድሚ ናብ ኹሉ ፕሮግራማትና ምእታይናስ ምስጋና ልልብሃል ነገር እኒኦ። ኣብዛ መዓልቲ እዚኣ ኣብዚ ቦታ እዚ ከምዚ ኢልና ክንራኸብ ልፈቓደ ኣምላኽ እዩ እሞ መጀመርያ ክነመስግኖ ይግባእ። እና ኣነለ ፈጣርየይ ከመስግኖ ይደሊ ምሳኺ ከምዚ ዓይነት ፕሮግራም ክንገብር ስለ ልሓገዘና ብሰላም ብጥዕና ሓልዩ ደሞ ኣብዛ መዓልቲ እዚኣ ስለ ለብቀዐና እግዚኣብሔር ኣምላኽና ነመስግኖ። ኻሊእ ብተረፈ ለለ እግዚኣብሔር ኣብ ህይወትና ብዛዕባ ልገብረልና ነገራት እግዚኣብሔርስ ዘርዚርና ኣይንውድኦይ እዚ እዩ ገይርለይ ኢልካ ፅሒፍካ ኣይትውድኦይ ብርዒ ወረቀት ይትሃበና እኳሲ ፅሒፍና ኣይውድኦይ እሞ ስለልገብረልና ነገር ስለ ጥዕናና ስለ ሃለዋትና ስለ ድሕንነትና ስም ኣምላክ ልተመስገነ ይኩን ካሊእ ብተወሳኪ ለለ እግዚኣብሔር ኣቦሲ ለይሓድግ ኣምላክ እዩ ለይሓድግ ኣምላክ ክብል ተለኩስ መዓልቲ መዓልቲ ልሕሊ ኣምላክ በዓል ምሕረት ኣምላክ ልኮነ ልኮነ ኣጥፊእካስ እንትን ክብለካ ለይምክር ኣምላክ ክፈርደልካ ለይምክር ኣምላክ ቕድሚያ ናብ ምሕረት ዓይኑ ልቕድም ኣምላኽ እዩ እሞ ስም ኣምላኽና ልተመስገነ ይኹን ክብል ይደሊ ካብኡ ብልተረፈ ለለ በርግጽ እዚ እዩ ጌርለይ ህይወተይ ኢለ ክውድኦ ይኸእል እዩ ግን ብዛዕባ ህይወተይ ለለ ከመስግን ተለኹ ሀምዚ ኢለ ምርካበይ ኣብ ዘውዝንኤ ደረጃ ክበጽሕ ልገበረኒ ጎይታ ቐሊል ኣይኾነይ ልኾነ ዓቢኻ ክትረኣ ገለ ብዙሕ ነገር እኒኦ በተለይ ለለ ወጣት ኾንካ ይኸብድ እዩ እና ብትምህርቲ ይኩን ኣብ ኩሉ ነገር ልደገፈኒ ኣምላክ ኢለ ኣነ ልከመስግኖ ይደሊ ማለት እዩ እና ስም ኣምላክና ልተመስገነ ይኩን። ኣሜን ኣሜን ኣሜን ነቦይ እግዚኣብሔር ይመስገን ትክክል ትዓቢ ኣይመስለካይ በቃ ቁልዓ ቆልዓ ይመስለካ እሞ ካብኡ እንግዲ ነያተይ ኣነ ልፈልጠኪ እዩ ቆልዓ ኮይንኪ ኸዚ ግን ከምዚ እዚ ፊት ለፊት ኮይና እዚ ናይ ኹቡር ዝኮነ ሰዓት ወሲድና እቲ ናይ እግዚኣብሔር ቃል ማለት እግዚኣብሔር ብረደእና ካባና ካብ ኣንደበትና ተይኮነስ ግን እግዚኣብሔር ረዲእና ናይ እግዚኣብሔር ምስልታት ተርእዩ ናይ እግዚኣብሔር ኣንደበት ኾይኑ ምሳኺ ኣነለ ብእውነት ብሓቂ ጓለይ ማለት ኢኺ ጓለይ ኢኺና እና እግዚኣብሔር ይመስገን ልዚ ዕድል እዚ እግዚኣብሔር ስለ ዝረደእና ዕድመ ህይወት ጥዕና ህይወሲ ልዛ መዓልቲ እዚኣ ክንራኸብ እግዚኣብሔር ረዲእና ክነመስግን ተይልና ብዙሕ ንምስገኑ እኒኦና ብዙሕ ብዙሕ እንደሞ ሕና እቲ ንእሽቶ ኢና ሒዝና መዓት ነገራት ምንም ክንውድኦ ለይንኽእል ብዙሕ ምስጋና እኒኣና እና ኣሻሕ ምስጋና ብዙሕ ምስጋና መዝሙር ደስ ትብለኒ መዝሙር እኒኣና እግዚኣብሔር ይመስገን ያው ኽቡራት ተመልከትና እስኻትኩም ለ ኹልጊዜ ምስጋና ሃምዘለኩም እርግፀኛ እየ ኹልጊዜ ቕድሚ ነገራት ምጅማርናሲ ነመስግን ክነመስግን ከለና ዋላ ሓሚምናለ ተመስጊንና ዋላ ሲእንናለ ተመስጊንና ዋላ ጠሚና ልኮነ ይኩን መከራ በጺሕና ተመስጊንና ኣፍና ብምስጋና ትምላእ ተሎ ኣሜን ይግበረልኩም እዩ ልብለና እግዚኣብሔር እግዚኣብሔር ይመስገን እቲ ጽቡቅ ነገር እዩ ልህበና እና ብምስጋና ፕሮግራምና ጀሚርና ኒኤና ሕዚ ኩላትና ተንበርኪክና ቅድሚ ዋና ፕሮግራምና ምጅማርና ክንጽሊ ኢና ንንበርከክ።

እግዚኣብሔር ኣምላክና ነመስግነካ ጎይታይ ማዓረይ ስለ ኩሉ ነገር ተባረክ ክብሪ ሞጎስይ ናዓካ ይኩን እግዚኣብሔር ኣምላክ ኩሉ ግዜ ሓድሽ ዝኮንካ እግዚኣብሔር ኣምላክ ኩሉ ግዜ ፍቅሪ ዝኮንካ እግዚኣብሔር ኣምላክ ኩሉ ግዜ ንዓናሲ ብምሕረት ዓይንካ ትጥምተና ኣቦ ስለ ዘለካና ተመስገን እግዚኣብሔር ኣምላከይ ስለ ኩሉ ነገር ተባረክ ክብሪ ሞጎሲ ንዓካ ይኩን እግዚኣብሔር ኣምላክ ሂወትናሲ ኩሉ ግዜ ብምስጋና ክሙላእ እግዚኣብሔር ኣምላክ ኩሉ ግዜሲ ሂወትና ብታሕጓስ ክምላእ ክትገብር ጎይታየ እልምነካ ምክንያቱም ተናዲድና ሓዚና ወይ በኪና ወይ ኣማሪርና ወይ ትዕግስቲ ሲኢና ወይ እንደገና ፍቅሪ ርሒቁና ክንነብር ኣይንክእል እዪ ምክንያቱም እግዚኣብሔር ኣምላክ ናይካ እዚ ኩሉ እዚ ነገራት ብዝርሕቀልና ንህይወትና ዝንውስኖ ውሳኔታት ፅቡቅ ኣይመፅኢ እግዚኣብሔር ኣምላከይ ንስካ ግን እግዚኣብሔር ኣምላክ መሓሪ ቸር ዝኮንካ ኩል ግዜ ህድእ በሉ እሞ መን ምኳነይ ኣስተብህሉ እልትብለና ኣቦ ኢካ እሞ ህድእ ኢልና ንዓካ ክንርኢ ክንጥምት ህድእ ኢልና ናባካ ክንመፅእ እግዚኣብሔር ኣምላክ ህድእ ኢልና ቃልኻ ክነንብብ እግዚኣብሔር ኣምላኸይ እንውስኖ ነገራት ህድእ ኢልና ክንውስን እስኻ ርደኣና እግዚኣብሔር ኣምላኽ መሓሪ ቸር ዝኾንኻ እግዚኣብሔር ኣምላኸይ ርህሩህ ፈቃር ዝኾንኻ እግዚኣብሔር ኣምላኸይ እንሆ ሰማይ ምድሪ ዝፈጠርኻ ኩሉ ግዝኣት ኣብ ኢድኻ እግዚኣብሔር ኣምላኽ እንሆ ንዓና እውን ጎይታይ መዓረይ ብዘድልየና መጠን ኩሉ እትርእየና ትጥምተና እግዚኣብሔር ኣምላኽ ምሕረትኻ ኣብ ቐረባ ንኹራኻ ግን እትድንጒ ኣቦ እግዚኣብሔር ኣምላኸይ ኣጥፊእኹም ኢኹም ኢልኻ ዘይትቐጽዐና ልምቕጻዕ ዘይትችኩል ኣቦ ስለ ዘለኻና ተመስገን እግዚኣብሔር ኣምላኽ ትዕግስትኻ ዘይውዳእ ፍቕርኻ ዘይውዳእ እግዚኣብሔር ኣምላኽ ኹሉ ነገርና ዝኾንኻ ኣቦ ስለ ዘለኻና ተመስገን ኣብ ኣባየ ሕዚ እውን ጎይታይ መዓረይ ፍቓድኻ ኮይኑሲ ምስ ሓፍተይ መጺእና እኒኤና እሞ እዚ ቃልኻ እዚ ክነንብብ ክንጽሊ እግዚኣብሔር ኣምላኽ ብመስኮት ተሌቪዥን ዝርእዩና እግዚኣብሔር ኣምላኸይ ዝረእዮምሲ ናየይ ንሓፍተይ ምስሊ ተይኮነ ናየይ ንሓፍተይ ኣንደበት ተይኮነ ድምጽሲ ናይኻ ድምጺ ክስማዕ ናይኻ ምስሊ ክረእ ክትገብር ጎይታየ እልምነካ ምስ ሓፍተይ ኮይንና እንደገና ናይ ፍርሒ መንፈስ ናይ ጭንቀት መንፈስ እግዚኣብሔር ኣምላኽ ናይ ምኩልታፍ መንፈስ ካባና ክተርሕቅ እግዚኣብሔር ኣምላከይ እንሆ ንስካ ተናጋሪ ባርያና ክትከውን ጎይታየ እልምነካ እግዚኣብሔር ኣምላክ ሲድራቅ ሚሳቅ ኣብዶናጎን ሰለስቲኦም ብቻ ላብ እቶን ሓዊ ተደርብዮም ነይሮም ጌታ ክርስቶስ እቱ መራሒ ግን ኣይ ሰለስተይ እንድየ ዝደብረኩ ራብዓዮምሲ ዝመላለስ እኒኦ ከመይ ድዩ ይብል ነይሩ እና እግዚኣብሔር ኣምላከይ ንስካ ኣብ ማእከሎም ኮይንካ ንዓኣቶም ዘድሐንካዮም ኣፍሕዋትካ ኣብ ደቅካ እንደገና ኣብ ማእከልና ኮይንካ ምሳና ሳልሳይና ኮይንካ ተንበርኪካ ስለ ዘለካ ተመስገን እቲ መንፈስካ ብቻ ክረእ ክትገብር ጎይታየ እልምነካ እግዚኣብሔር ኣምላክ ልመራሕትና ኩሉ ጥበብ ምስትውዓል ልዓድና ኩሉ ሰላም እግዚኣብሔር ኣምላከይ ኣብዚኣ መፂእና ዘለና ግዜ እንዳተወደኣ እዩ ምፅኣትካ እንዳቀረበ እዩ ትንቢት እንዳተፈፀመ እዩ እግዚኣብሔር ኣምላከይ ንሪኦ ኣለና ኢና ወይ እንደገና ሰሚዕና ሃም ደይሰማዕና ክንኸውን ንኽእል ኢና እቲ ሓቂ ግን እዚ እዩ እሞ እግዚኣብሔር ኣምላኸይ ኣሕና እውን ሃምዚኣ ተንበርኪኽና ዘለና ቃልኻ ክንዛረብ ናብ መንገዲ ዘይብሉ ሜኪና ናብ ዘይኣትዮ ብእግሪ እኳ ክትኸዶ ዘጸግም ግን እግዚኣብሔር ኣምላኽ ሰብ ፈጢርኻ ካብቶም ሰባት ኸኣ ተምሂሮም ተመራሚሮም እዚ ቴክኖሎጂ እዚ ተፈጢሩ እግዚኣብሔር ኣምላኽ ብመስኮት ተለቪዥንካ በተለይ እንደገና ትግርኛ ተዛራባይን ትግርኛ ንዝሰምዕ ዓለም ሙሉእ እዚ መልእኽቲ እዚ ክነሕልፍ እግዚኣብሔር ኣምላኸይ ዋላ እኳ ኣሕና ተጣመምናዮ ንስኻ ኣሟሊእኻ ኣቃኒዕኻ ሙሉእ ገይርኻ መልእኽቲ ክተሕልፈልና ጎይታየ እልምነካ ስለ ትኽእል ተመስገን ለይትሐፍር ኣቦ ስለ ዘለኻና ተባረኽ ኽብሪ ሞጎሴ ንዓኻ ይኹን ፃንሒትና ምሳና ኹን።

ነያተይ እግዚኣብሔር ይባርክኺ ኹብራት ተመልከትና እግዚኣብሔር ይባርክኹም ንስኻትኩም እውን ምሳና ተንበርኪኩም ጸኒሕኹም ጎይታ ብርኽ የብልኩም ሀዚ እንደገና መጽሓፍ ቅዱስና ነዘጋጂ መጽሓፍ ቅዱስና ንሓዝሞ ካብ መጽሓፍ ቅዱስና ናይ ሎማዓንቲ ፕሮግራምና ማለት እዩ ኣርእስትና ተዛሪበ ነይረ ሰማያዊ ሃፍቲ ብዝብል ኣርእስቲ ኢና ምስ ሓፍተይ ነያቲ ንነጋገር እና ነያት ሓፍተይ ልመንፈስ ቅዱሲ ሰዓትን ጊዜኡን ክህባ እየ ማለት እዩ
የቐኔለይ መሴ ሀምዝልተውሀለ ካብ ወንጌል ማቴዎስ ኢና ንርኢ ሎማዓንቲ ካብ ምዕራፍ ሽዱሽተ ጀሚርና ፍቕዲ ዓሰርተ ትሽዓንተ ክሳብ ሰላሳይ ኣርባዕተይ ለሎ ኢና ክንርኢ እና ልገልጾ ነገር ብዛዕባ ምድራዊ እና ሰማያዊ ሃፍቲ እዩ ልገልጽ ብጎይታ ስም ክሳብ ልተወሰነ ከንበልኹም እየ ፍቕዲ ዓሰርተ ትሽዓንተ እንታይ ይብል ብልዕን ምምራትን ኣብ ዘበላሽዎ ሰረቅቲ ኩዒቶም ኣብ ዝሰርቅዎ ንኣኻትኩም ኣብ ምድሪ ሃብቲ ኣይትኣክቡ ብልዕን ምምራትን ኣብ ዘየበላሽዎ ሰረቅቲ ኩዒቶም ኣብ ዘይሰርቅዎ ኣብ ሰማይ ደኣ ሃብቲ ኣክቡ እምበር ሃብትኻ ኣብ ዘለዎ ልብኻ ኣብኡ ኣሎ እሞ ናይ ሰብነት መብራህቲ ዓይኒ እዩ እምበኣር ዓይንኻ ጥዑይ እንተደኣ ኮይኑ ኩሉ ሰብነትካ ብሩህ ይኸውን ዓይንኻ ሕሙም እንተኾይኑ ግና ኹሉ ሰውነትካ ጸልማት ይኸውን እምበኣር እቲ ኣባኻ ዘሎ ብርሃን ጸልማት ካብ ኮነ፣ ምጽልማቱ ክንደይ ኮን ይብርትዕ። ሓደ ኣገልጋሊ ንኽልተ ጎይቶት ከገልግል ኣይኽእልን። ነቲ ሓደ ክጸልእ ነቲ ሓደ ከፍቅር እዩ፣ ወይ ኸኣ ነቲ ሓደ ከኽብር ነቲ ሓደ ክንዕቕ እዩ። እምበኣር ንእግዚኣብሔርን ንገንዘብን ክትግዝኡ ኣይትኽእሉን ኢኹም። ስለዚ ንህይወትኩም ብትበልዕዎን ብትሰትይዎን ወይ ንሰብነትኩም ብትኽደንዎ ኣይትጨነቑ እብለኩም ኣለኹ። ህይወት ካብ መብልዕ፣ ሰብነት ከኣ ካብ ክዳንዶ ኣይበልጽን እዩ? ነዕዋፍ ሰማይ ተመልከቱ፣ ናይ ሰማይ ኣቦ ኣቦኻትኩም ደኣ ይምግቦም እምበር፣ ኣይዘርኡን፣ ኣይዓጽዳን፣ ኣብ ማዕኸነንውን ኣይእክባን እዮም። ንስኻትኩም ግዳ ካብኣቶም የመና ኣይትበልጹን ይብል እሞ ክሳብ ፍቕዲ ዕስራይ ሽዱሽተ እየ ኣነ ኣንብዮዮ እና ካብ መጀመርያ ፍቕዲ ጀሚርና ክንሪኦ ተለና ካብ ዓሰርተ ሸውዓተ ቁጽሪ ጀሚርና ንሪኦ ተለናሲ ሕድሕድ ሕድሕድ ቁጽርታትስ ነናዕለን መልእኽቲ ሒዘን እየን መጽየን እና መጀመርያ ናይ ቁጽሪ ዓሰርተ ሸውዓተ ንርኢ ተለና ታይታይ ከነጻጽር ሞኪሩ ብዛዕባ ኣብ ምድሪ ለለና ህይወት እና ኣብ ሰማይ ንረኽቦ ዓይነት ህይወት እዩ ኣነጻጺርልና ሀመይ ክህል ደልዩ እዩ? ኣብ ምድሪ ለሎ ነገር ቀዋሚ ነገር ሀም ለይኾነ እዩ ገሊጽልና። ልጠፍእ ነገር ምዃኑ። ልልተወሰነ እዋን ጸኒሑ ተራእዩ ልህለም ነገር ምዃኑ እዩ ገሊጽልና። ካብኡ ብላዕሊ ግን እንታይ ክንደሊ ሀም ለለና እዩ ገሊጽልና፣ ሰማያዊ ልኾነ ነገር። ኣብ ምድሪ ለሎ ነገር ለይኾነ ክነብልጽ ለለናስ ኣብ ሰማይ ብዛዕባ ንረኽቦ ነገር ክነብልጽ ሀም ለለና ነጊርና ኣብ ቁጽሪ ዓሰርተ ሸውዓንተ ማለት እዩ። ኣብ ቁጽሪ ዕስራ ለለታ እዩ ኢሉ ብዛዕባ ሕዝለ ብዛዕባ ሰማያውና ምድሪ ምድራዊ ነገር ኮይኑ ብዛዕባ ከመይ ጌሩ እዩ ገሊጽዎ ብልዕን ምምራትን ኣብ ዘየበላሽዎ ሰረቅቲ ኩዒቶም ኣብ ዘይሰርቅዎ ኣብ ሰማይ ደኣ ሃብቲ ኣክቡ እምበር ኢሉና ማለት እዩ ስለዚ ካብ ኣብ ምድሪ ንገብሮ ነገርሲ ትልበለጸ ኣብ ሰማይ ንእክቦ ነገር ከምልበልጽ ገሊጽልና ማለት እዩ ኣብ ፍቅድ ኢያ ኢስራ ሓዲ ልል ታይ ዶ ሃብትኻ ኣብ ዘለዎ ልብኻ ኣብኡ ኣሎ እሞ ኢሉ እቲ ንእኮ ነገር ሀዚ ኣብ ምድሪ ልኣከብናዮ ነገር እንድሕር ሃልዩ ኮይኑ ቅድሚያ ንዛ ምድሪ እዚኣ ኢና ተገዝእቲ ኮይንና ኒኤና ማለት እዩ ሰማያዊ ነገር እንድሕር ኣቀዲምና ኮይንና ልለ ኣብ ሰማይ ለሎ ነገር ኢና ቅድሚያ ክንረክ ንክእል ልብና ኣብኡ እዩ ኒኦ ማለት እዩ ስለዚ ቅድሚያ ክንደልዮ ልለና ንኣግዚኣብሔር ምህላውነት ንየሱስ ክርስቶስ ምክባር ክኾን ኒኤና ኣብ ህይወትና ሙሉእ ማለት እዩ ኻሊእ ታይ እዩ ኢሉ ኣብ ቁፅሪ ዕስራይ ኽልተይ ጀሚሩ ክሳብ ዕስራይ ሰለስተይ ለሎ ለለ ብዛዕባ ዓይኒ ልብል ነገር ንርኦ እዚ ናይ ሰብነት መብራህቲ ሲ ዓይኒ እያ ይብል ዓይኒ ንፈልጦ ተኾይና which is ኹሉሻዕ እና focus ነገር እያ ትገልፅ ልረኣ ነገር ንሪኦሉ ነገር ብጣዕሚ ትኹረት ሂብና ንሪኦ ነገር ዓይኒ ብዓይኒ እዩ ልግለፅ እና ናይ ሰብነት መብራህቲ ዓይኒ እያ ዓይኒ ብትሪኦስ ንነብስና ልምጥን ነገር ኢና ንረክብ ማለት እዩ እምበኣር ዓይንኻ ጥዑይ እንተደኣ ኾይኑ ኹሉ ሰውነትካ ብሩህ ይኸውን ታይ ማለት እዩ ዓይንና ላብልሪኦ ነገር እሱ እዩ ሰውነትና ላልቕበል ማለት እዩ እዚ ማለት ኣብ ምድራዊ ነገር እንድሕር ዓይንና ትኹረት ንኮይና ሙሉእ ፎክስና ኣብ ምድራዊ ነገር እንድሕር ኾይኑ ንረኽቦ ነገር ኣብ ህይወትና ለበለ ኩሉ ምድራዊ ልኾነ ብቻ ኢና ንረክብ ማለት እዩ ሰማያዊ ልኾነ ነገር ላጠመትና ኣብ ሰማይ ለሎ ነገር ላረእና ብልኸድና ቁፅሪ ለለ ሰማያዊ ልኾነ ነገር ንብሃው ካብ ጌታ ልመጸ ነገር ንብሃው ማለት እዩ እና ካብ ቁጽሪ ዒስራይ ክልተይ ጀሚሩ ክሳብ ዒስራይ ሰለስተይ ለሎ ሙሉእ ብዛዕባ ኣብ ምድሪ ለለና ዓይንና ኣብ ምድሪ ክኾን ሃም ለይብሉ ኣብ ሰማያዊ ልኾነ ነገር ዓይንና ክዓርፍ ሃም ለለወ ይገልጸልና ማለት እዩ ድሕሪኡ ካብ ቁጽሪ ዒስራይ ኣርባዕተይ እና ክሳብ ቁጽጽር ዕስራ ኣርባዕተ ይሙሉእ ታይ እዩ ልብል ሓደ ኣገልጋሊ ንክልተ ጎይቶት ክገልግለ ይክእል እዩ ይብለና ሓደ ሰብ ንክልተ ነገራት ክግዛእ ይክእል እዩ ወይ ሓዲኡ እዩ ክመርጽ ወይ ለለ ንሓዲኡ ክሓድግ እዩ ግድን እዩ እዚ ልኮነ ውሳኔ ልባሃል ነገር እኒኦ ሓዲኡ መሪጽካ ሓዲኡ ምግዳፍ ልባሃል ነገር ስለዚ ልክልተ ጎይቶት ክንግዛእ ኣይንክእል እዩ ወይ ንሓዲኡ ክንጸልኦ ኢና ወይ ለለ ንሓዲኡ ለለ ክንፎትዮ ኢና ማለት እዩ ኣብዚ ቀንዲ ከነጻጽሮ ልሞከረ ታይ እዩ ንእግዛብሄር እና ንገንዘብ ብሓደ ግዜ ተገዛእቲ ክንኮነ ይንክእል እግዚኣብሔር ለደሊኻ ገንዘብ ለደሊኻ ሓደ ክኸውን ኣይኸል ኣባህላ እኒኦ ምስላ ናቓደም ወለዲ ክልተ ንኸልተ ነገር እንትን ክንብል ከምለይ ንኸእል ንገልጽ ማለት እዩ እና ንክልተ ነገራት ክንግንዘ ኣይንኸእል እዩ ወይ ንእግዚኣብሔር ነገር ብቻ ኢና ህይወትና ክንቐድም ንኸእል ወይ ለለ ገንዘባዊ ብቻ ነገር ኢና ክንቐድም ንኸእል ማለት እዩ ሕዚ ገንዘባዊ ነገር ቐድምና ኒኤና ማለት ንና ምድራዊ ነገር ተገዛእቲ ኮይንና ኒኤና ማለት እዩ ተሓደ ችላ ኢልናዮ ኒኤና እግዚኣብሔር ኣብ ህይወትና ምንም ኣይገብረልና ኢሉ ነገር ወሲንና ኒኤና ማለት እዩ ግን ቕድሚያ ታይ'ዩ ክኾን ልግበእና? ንእግዚኣብሔር ኢና ክንህብ ለለና ጊዜያትና ልበል። ምኽንያቱ ገንዘብ ምሳና ልነብር ዘለዓለማዊ ልኾነ ነገር የኾነይ። ጊዜ የምጽኦ እዩ ገንዘብ፣ ጊዜ ለለ የጥፍኦ እዩ። ልኾነ ልጠፍኣሉ ጊዜ ክመጽእ ይኸእል፣ ልህልየና ጊዜ ይህሉ ይኸእል። ብዙሕ ጊዜ ሰብ እንትን ይብል፣ ሓደ ሓደ ጊዜ ይረክብ እሞ ካብኡ ለለ ሓደ ሓደ ጊዜ እንትን ይብሎ እሞ ደማ ልስእነሉ ጊዜ እኒኦ። ብስራሕ ምትእጓል ክኾን ይኸእል፣ ብጦርነት፣ ብብዙሕ ምኽንያታት ክኾን ይኸእል። እና ገንዘብ ሓላፈን ልኾነ ነገርስ ክንግዛእ የብልናይ። ንእግዚኣብሔር ንክርስቶሳዊ ልኾነ ነገር ክንግዛእ ከም ለለና ይገልጸልና ማለት እዩ። ካብኡ ካብ ኣብ ቁጽሪ ዕስራይ ሓሙሽተይ እንታይ ይብል ዕስራይ ሓሙሽተይ እና ዕስራይ ሽዱሽተይ ብጠቕላላ ንርእየን እንተለና ክልቲኤን እንታይ እየን ይብል ክንጭነቕ ከም ለዩብና የተግበረለይ ልምንታይ እየ ኣብዛ ምድሪ እዚኣ ከምዚ ኢለ ልነብር ኣለኹ ኢልና ክንሓስብ ከም ለዩብና ኢሉ ይነግረና። እንታይ ይብል ስለዚ ንሕይወትኹም ብትበልዕዎን ብትሰትይዎን ወይ ንሰውነትኹም ብትኽደንዎ ኣይትጨነቑ እብለኩም ኣለኹ። ምሉእ እምነትና ኣብ ክርስቶስ ክንገብር፣ ኣብ እግዚኣብሔር ክንገብር እዩ ልመኽረና ኣሎ። ብንበልዖ ነገር፣ ብንሰትዮ ሕድ ሕድ ነገር ክንጭነቕ ከም ለዩና እዩ ልገልጸልና ማለት እዩ። ካብኡ ኣብ ዕስራይ ሽዱሽተይ ለለ ንዛ ዕስራይ ሓሙሽተይ እዚኣ ብምንታይ የብራህርህዋ? ኣብነት ብምሃብ የብራህርህዋ። እዚ ንኣዕዋፍ ሰማይ ተመልከቱ እዩ ልገሊጽልና። ኣዕዋፍ ሰማይ ኣይዘርኣይ ኣይዓጽዳይ መን እዩ ልምግበን? ባዕሉ እግዚኣብሔር ብልሃበን ምግቢ እየን ልነብራዶ? ልክዕ ኣብ ሕይወትና ለለ ንሕና ከምኣን ክንኸውን ከም ልግበእና ምጭናቕ ኣብ ሕይወትና ክመጽእ ከም ለዩሉ እምነት እንድሕር ሃልዩና ኮይኑ ንእግዚኣብሔር ንኣምኖ ኢና ኢልና እንድሕር ንናገር ኮይና ብምሉእ ኩሉ እምነትና ኣብኡ ክንድርህ ከምለለና ክንጭነቅ ከምለዩልና እና ካብኡ ለለ ታይ ይብል ህይወት ካብ መብልዕን ሰብነት ከዓ ካብ ክዳን ዶ ኣይበልፅን እዩ ይብል እቲ እንጭነቆ ነገር እኳስ ብዛዕባ ለይረብሑ ነገራት ብዛዕባ ንሰትዮም ብዛዕባ ንበልዖም ነገራት ኢና ንጭነቅ ኣብ ከክንዲ እኳ ብዛዕባ ህይወትና ንጭነቅ ብዛዕባ ምስ ክርስቶስ ታይ ዓይነት ህይወት ይክልየኒ ልግባእ ነገርኳ ካብ ንጭነቕሲ ኣብዞም ብጣዕሚ ኣናሽተይ ልኾኑ ነገራት ግዜና ነሕልፍ እና ካብ ኣብኡ ንጭነቕሲ ህይወት ዶኾ ካብኡ የበልጺ ምንባር ኸኮ ካብኡ የበልጺ ዶ እና ሰባት ብባህሪና ሲ ልኾን ኣመስገንቲ ይኾንናይ ክንጅምር ተለና ፕሮግራም ብምስጋና ወደ ጀሚርና ግን ኸምኡ ዓይነት ሰባት ይኾንናይ ኣብ ህይወትና ሙሉእ ተሪኢናዮስ ካብ ነመስግነሉ ግዜስ በቃ ወይ ንጥይቐሉ ግዜ ንእግዚኣብሔር ንረኽበሉ ግዜስ ኣብ ልመረረና ግዜ ወይ ኣብ ልተጨነቕናሉ ግዜ ብቻ እዩ ግን ህይወትና ባዕሉ ብህይወት ምንባርና እኳሲ ሓደ እኹል ነገር እዩ። ኩሉ ኩሉ ክማለኣልና እዩ እሱ እንትማልና ብቻ ይኾን እዩ ስለልተጨነቕና ብቻ ይኾን እዩ ጎይታ ኩሉ ነገር ይፈልጥ እዩ እሞ መጀመርያ ብህይወት ምንባርና እኳ ተመስገን ኢልና እንድሕር ኣመስጊንናዮ ኮይና ድሕሪኡ ለሎ ነገር ለለ ባዕሉ እዩ ከማለኣልና ልኽእል እና ክሳብ ፍቕድ ዕስራን ሽዱሽተን ለሎ ብኸምዚ ነገር እዩ ገሊጽዎ ነይሩ ማለት እዩ።
ነቦይ እግዚኣብሄር ይባርክኺ ናያተይ ማዓረይ እግዚኣብሄር ብርኽ የብልኺ ብትኽክል ገሊፅኽዮ ብትኽክል ማለት እዩ። እግዚኣብሔር ይመስገን በቃ ሃምዚ ልበለ ተስፋ ለለዎ ህይወት ኢና እኮ ንነብር ለና እግዚኣብሔር ይርደእና እዚ ተስፋ እዚ ሒዝና እዚ ተስፋ እዚ ክንሰንቅ ብትክክል እዩ እኮ በቃ ማለት ኣሕና ሃምዚ ልተሃለ ያው ደቂ ሰባት ኢና ስጋ ለበሳት ኢና እቲ ናምድሪ ነገርለ ብጣዕሚ የጓጉየና ካብኡ እንደገና እቲ ናይ ምድሪ ነገር ምስ እንሕዝ ማለት ሃፍቲ ሕማቕ እዩ ማለት ኣይኮነይ ግን እቲ ናይ ሃፍቲ መጠን እቲ ሃፍቲ ብኸመይ ዓይነት ይመጽእ እቲ ሃፍቲ ሃልዩካ ታይ የረስዐካ ታይ የስታውሰካ ስለለለካ ኣብ ምድሪ ሙሉእ ልሙሉእ ጎይታኻ ላረሳዕኻ ዲኻ ካብ መን ሃም ልመጸ ብመን ጉልበት ብመን ሓይሊ ማለት ኣነይ ንስኺ ከዚ ኮፍ ኢልና እኒኤና ብመን ሓይሊ ኢና ኮፍ ኢልና እኒኤና ካባይ ካባኺ ልተልዓለ ኣይኾነይ ካብ ገዛና ኣመፃፅኣና ጀሚሩ ሓዲርናስ ካብ ገዛና መፂእናስ ንውዕለሉሲ ብእግዚኣብሔር ብናይ እግዚኣብሔር ሓይሊ እምበርስ ብናባዕልና ኣይኾነይ እና እቲ ሃፍቲ ኣብ ምድሪ ዘሎ ነምፅኦ ዘለና እንደገና ማለት ካብ ምንታይ እዩ ምንጩ ብኸመይ እዩ መፂኡ ኣብ እግዚኣብሔር ልተደረኸ ተኾይኑ ምክንያቱም ኣሕና ልኮ ክንህፍትም እግዚኣብሔር እኮ ይደሊ እዩ ምክንያቱም መገልገልቱ ክነገልግል ኣስራቱ ክንኸፍ ኣስራት ክንኸፍል ልትተቸገረር ክንሕግዝ ናብ ምድሪ ሃፍቲስ ሃፍቲ ምህላይናስ ልጎድእ ኾይኑ የኾነይ ምናልባት ተመልከትትና ብኻሊእ ዓይኒ እንትን ልከይብልዎ ኢለ እየ ግዴታ እዩ። ሰሪሕኹም ፅዒርኹም ግዒርኹም ንበሩ ኢሉና እዩ ኮዶ ክንሰርሕ ተለና ክንፅዕር ተለና እንደገና ናይ ጉልበትኻ ዋጋ ትረክብ ኢኻ እቲ ናይ ጉልበትና ዋጋ እንረኽቦ ግን ኣብ ሃመይ ዓይነት ኣወዓዕላ ኢና ነውዕሎ እዩ እዚ መፅሓፍ ቅዱስ ይናገር እዩ ካብ ሚእቲ ዓሰርተስ ኣስራትኺ ክትኸፍል ክትምልስ ሃምለካስ ይነግረና እዩ እና እዚ እንደገና እዚ ልነግረና ኣሎ እዚ እቲ ጉቡእ እቲ ኣብ ምድሪ ዘካማቸናዮ ንዋይትና ኩሉ ሲ ልክዕ ኣብ ምድሪ ለከማቸናዮ ብኡ ልክዕ እንደገና ልናይ እግዚኣብሄር ስራሕትታት ወንጌል ልክበፅሐሉ ወንጌላውያን ማለት ልትራንስፖርት ይኹን ልኹሉ ነገር እና ግን እታይ ኢሉ ለና ኣሎ እዚ ሲ ክትጭነቕሉ ሃምልዩ ይኹሉና ብዛዕባ ብልዕና ብዛዕባ ክዳንና ብዛዕባ ገለናስ ክንጭነቅ ሃምልዩና ኣዕዋፍ ሰማይሲ ተመልከትወን ይብለና ብጣዕሚ እያ ደስ ትብለኒ ኣዕዋፍ ሰማይሲ ተመልከትወን ኣይ ሓስዋይ ኣይ ዓጽዳይ ኣይ ዘርኣይ እግዚኣብሔር ለዘጋጀየለን ኣሕናለ ያው ሰባት ንፍለ እንዲና ካብ እንስሳታት ብብዙሕ ነገራት ግን ክንሰርሕ ክንሰርሕ ተለና ግን እዚ ሃፍትሲ ውነና ልረስዕ ፈጣሪና ልረስዕ ቅርሺ ስለ ልሓዘና ሃም ዝልተሃለ ሓድ ሓድ ግዜ ኩና ታክሲ እንስእነሉ ሰዓት ኮን እዩ ካብኡ ልል የመን ኣል በዚሑ ንረክበሉ ለን ኒኦ እዩ እና ና ምድሪ ነገር ኩል ግዜ ቆዋሚ ይኮነይ ልቀያየር እዩ እና ካብኡ እንደገናስ ልክልተ ጎቶትስ ክንግዛእ ኣይንክእል ልምንታይ ልዓለሚ ልሰማይና ልምድርስ ክንግዛእ ኣይንክእል ሓዲኡ ክንቆርፅ ክንሕዝን እዩ ለለና ኣምልሎ ኮይኑ ሃፍትና ተሃፍትና ግን ተሃፍትና ብቻ ኣሽሚጥና ወይ ኣጓጉዩና ተለይ ኮይኑሲ እቲ ንገብሮ ነገራት ክንፈልጥ ከምዘለና ማለት እዩ ክልተ ክንፎትስ ሃምለዩና ክልተ ነገር ክንፎት ሃምለዩና ማለት እዩ ከምዘሎ ኮይኑ ግን ቅድሚያ ክነቀድሞ ለለና እንታይ እዩ ናብ ፈጣሪና እኳ መንዶ ጉልበት ሂውና እዩ ንሰርሕ ኣለና ካብ መንዶ መፂኡ እዩ ቆፅሊ ኮይኑ እኳ ይንሽምጥጦይ ሰሪሕና እኮ ኢና ክንሰርሕ ግን መን ጥዒና ይህበና ክንሰርሕ ግን መን ጉልበት ይኾነና ክንንቀሳቀስ ግን መን መን ኣካላት ይኾነና ሃምዚ ልተሃለ ካብ ኹሉ ኣብ ዓይኒ ተገሊጻ ዶ እታ ዓይኒ ሲ ሃምዚ ልትብልዮ ኣትኲራ ትርኢ እዛ ዓይንና እዚኣ ክትርኢ እንድሕር ለይኸኣለት እኮ ጸልማት እኮ ኢና ግን እዚ ኢሊ ክንርኢ ግን እትርእየሉ ኣቅጣጫ ግን ይፍለ እዩ ማለት እዩ እቲ ንርእየሉ ኣቅጣጫና እንድሕር እቲ ጽቡቅ እቲ ልኣና ልጠቅመና ልወደፊት ህይወትና ልኾን ተርኢና እግዚኣብሔር እንደገና ካባና ኣይርሕቅ እዩ ኹሉ ነገርና ልበረሀ እዩ ክኾን። እቲ ንሪኦ ኣመለኻኽታና ግን ልፀልመተ ተኾይኑ ግን ፀልማት እዩ ልኾነና እና እግዚኣብሔር ይባርክኽን ኣቦዋይ።
ኣሜን ትክክል እዩ ከምዝበልክዮ ሲ
ዝሃፍትን ኣጠቃቅማና እና ካብይ ንረክበሉን ነገር ለለ ይውስኖ እዩ ከምዝበልክዮ ካብ እግዚኣብሔር ልኾነ ነገር ብቻ ብቅኑዕ መንገዲ ልተሰረሐ ዓይነት ሃፍቲ ተኾይኑ እግዚኣብሔር ለይቃወሞ ዓይነት ሃፍቲ እዩ እግዚኣብሄር እኮ ክንነብር ይደልይና እዩ እዎዶ እግዚኣብሄር ኣብዛ ምድሪ እዚኣ ኣሎ ኮይንና እኮ ኣላ እዚ ኩላይ መከራ ላሓለፍና ግን ንነብር ኣለና እዎዶ እዚ ንነብሮ ናብራ ለለ ካብ እዚ ገንዘብስ ካበይ እዩ መጺኡ ኢሉ ነገር ኢሉ ውስኖ እና እዚ ሃፍትስ ካበይ እዩ መጺኡ ኢሉ ነገር ተ ኢሉ ውስኖ ክርስቶስ ብልኸዶ መንገዲ ተጓዒዝና ለለ ንረኸብናዮ ዓይነት ሃፍቲ እንድሕር ኮይኑ ኣብ ህይወትና ልጠቅም ዓይነት ሃፍቲ እዩ ክኾን ልኸእል እና ካብ ኣንቶ ካብ ስጋብ ፍቕዲ ዕስራይ ሽዱሽተ የንብዮ ነይረ። ሕዚ ለለ ካብ ፍቕዲ ዕስራይ ሸውዓተ ጀሚርና ክሳብ ፍቕዲ ሳላሳይ ኣርባዕተ ይከንብቦ እዮ። ካባኻትኩም ተጨኒቑ ኣብ ልዕሊ ቁመቱ ሓንቲ እመት ክውስኽ ዝኽእል መን እዩ? ብዛዕባ ክዳንከ ስለምንታይ ትጭነቑ? ዕምበባታት በረኻ ኣይፈቱን? ኣይደኽሙን? ከመይ ኢሎም ከም ዝዓብዩ ተመልከቱ። ኣነ ግና ሰሎሙን እኳ በቲ ዅሉ ክብሩ ካብኣቶም ከም ሓደ ከም ዘይተኸደነ እብለኩም ኣለኹ። እግዚኣብሄር ነዚ ሎሚ ዘሎ ጽባሕ ግና ናብ እቶን ዝድርበይ ሳዕሪ በረኻ ከምዚ ገይሩ ዝኸደኖ ካብ ኮነ ደኣ ኣቱም እምነት ዝጐደለኩም ንኣኻትኩም ግዳ ክንደይ ኣብሊጹ ዘይከድነኩም። እምበኣር እንታይ ክንበልዕ ኢና እንታይ ክንሰቲ ኢና እንታይኸ ክንክደን ኢና ኢልኩም ኣይትጨነቑ። ነዚ ኵሉስ ኣህዛብውን ይደልይዎ እዮም ንኣኻትኩም ግና እዚ ዅሉ ከም ዘድልየኩም ሰማያዊ ኣቦኹም ይፈልጥ እዩ። ንስኻትኩም ግና ኣቐዲምኩም መንግስቲ እግዚኣብሄርን ጽድቁን ደኣ ድለዩ፣ እዚ ዅሉ ድማ ኪውስኸልኩም እዩ። እምበኣርከስ ጽባሕ ንርእሳ ትጭነቕ እያ እሞ፣ ብዛዕባ ጽባሕ ኣይትጨነቑ፣ ንመዓልቲ ክፍኣታ ይኣኽላ እዩ ይብል። እና፣ ካብ ዕስራን ሸውዓተይ ጀሚሩ ክሳብ መወዳእታ ለሎለለ ኣብ ዕስራይ ሓሙሽተይ እና ዕስራይ ሽዱሽተይ ልረእናዮ ብዛዕባ ምጭናቕ ልብል ነገርስ ብደንቢ ከብራህርኦ እዩ ሞኪሩ። ሕድ ሕድ ነገርስ ጎይታ ከም ልፈልጥ ኣብ ምንታይ እዩ ገሊጽዋ ንዮ? እግዚኣብሔር ነዚ ሎም ዘሎ ጽባሕ ግና ናብቲ እቶን ዝድርቢ ሳዕሪ በረኻ ከምዚ ገይሩ ዝኸደኖ ካብ ኮነ ደኣ ኣቱም እምነት ዝጎደለኩም ንኣኻትኩም ግዳ ክንደይ ኣብሊጹ ዘይኸድነኩም። እምበኣርስ እንታይ ክንበልዕ ኢና፣ እንታይ ክንሰቲ ኢና፣ እንታይኸ ክንክደን ኢና ኢልኩም ኣይትጨነቑ ኢሉ ብለለ ጸብራ ህርሂዎ እኒኦ እና እንታይ ይብል ኣቐዲምናሲ ናይ ክርስቶስ መንገዲ ናይ እግዚኣብሔር መንገዲ ክንደሊ ሃምልለና ድሕሪኡ ለለሊ መጹ ነገራት ባዕሉ ክስኸና ሃምልኾና ለሌና ነገርስ ክርስቶስ ሃምንፈልጥ እግዚኣብሔር ሃምንፈልጥ ገሊጽልና እዩ እዚ እዩ ለሌና ኢልናስ ክንነግሮ ኣይደሊ ይፈልጥ እዩ ሕድሕድ ነገር እንታይ እዩ የድልዮም እንታይ ክውስኸሎም እንታይ ክገብረሎምስ ይፈልጥ እዩ ግን ቅድሚያ ካባና ልደልዮ ነገር ለለን እዮ ቅድሚያ ንዑ ተገዛእቲ ክንኸውን ልዕሊ ማንም ኣብሊጽና ንዑ ተገዛእቲ ኮይና ክንቕጽል እዩ ልደልየና እና ኩሉ ንዑ ልተገዛእ ለለን ኩሉ ነገር ከም ዝውስኸሉ ማለት እዩ ድሕሪኡ ለድልዮ ነገር ኩሉ ከም ልግበረሉ እዩ ልገልጸልና እና ካብኡ ኣብዛ ላዕሊ እንታይ ልብል ነገር ገሊጹ ኣብ ልዕሊ ቁመቱ ሲ ተጨኒቑ ኣብ ልዕሊ ቁመቱ ሓንቲ እመት ክውስኽ ዝኽእል መን እዩ ይብል ስቅ ኢልና ልኾነ ሓደ ሓደ ሻዕስ ይገርመኒ በቃ ምጭናቅ ለይንኽእል ዲና ኮይና ንእሽተይ ነገር ዋላ ተጨንቅና ሰባት ንባሃል ፍጥረታት እየ ልብል እና ተጨኒቅና ምንም ነምጽኣ ለውጢ ከ የሌላ ሓንቲ እመት ቁመትስ ክንውስኽ ኣይንኽእል ሓንቲ በቃ መፍቲሐይ ትኾነና ነገር ኳስ ኣይነምጽ ስቅ ኢልና ተጨኒቅኻ ተጨኒቅኻ ልተፈላለዩ ሕማማት እዶም ክንታሓዝ ኢለ ልገብረና እንዶ እምበይ ምጭናቅ ምንም ለውጢ ኣየምጸልናይ ግን ሀም ሰብ ፍጥረት መጠን ንጭነቅ ለለ እምነት ጎዶሎነት ስለ ለለና እዩ ዝለለ ከምኡ ልኸውን እና ታይ ልብል ነገር ገሊጹ ነይሩ ኣኹም እኮ ሓንቲ እምነት ተትህሊ ሲ ልዚ እምባ እዚ ተላዒልኻ ክድ ተትልዎ ሲ ተላዒሉ ክኸደሉ ልኸእል መንገዲ እኒኦ ኢሉ ልገለጾ ነይሩ ወደ ክርስቶስ እምነት ሙሉእ እምነት ተትህልየና ነይሩስ ኩሉ ነገር ባዕልና ንገብር እኮ ንኸእል ነይርና ወደ ጎዶሎ እምነት ስለ ለለና ኢና ጭንቂ ስለ ለለትና ኢና ካብ እግዚኣብሔር ንፈላለ ለና እና ተለይ ተጨኒቕና ግን ክርስቶስ ንዕኡ ብቻ ተደሊና ንእግዚኣብሔር ብቻ ተደሊና ድሕሪኡ ለልድና ነገር ኹሉ ሀምልውስኽ ይገልጸልና እና ኣብ መጨረሻ ለለ ታይ ኢሉ እምበኣርስ ጽባሕ ንርእሳ ትጭነቕ እያ እሞ ብዛዕባ ጽባሕ ኣይትጨነቑ ጽባሕሲ ናይ መዓልቲ ክፍኣታስ ይኣኽላ ይብል መዓልቲ ናይ ባዕላ ክፍኣት ይኣኽላ ንጽባሕ ንምንታይ ኢና ንጭነቕ ልብል ነገር ገሊጹልና ሕድ ሕድ ልገለጾ ነገርስ ትኽክል እዩ ክንጭነቕ የብልናይ ቕድሚያ ልዑ ነገር ኹሉ ነገርና ሂብና ኣብ ቕድሚ እግዚኣብሔር ተንበርኪኽና ለሊና ነገር ተጠይቕና ልዑተነጊርናዮ ብቻ እኳሲ እኹል እዩ ከምጭናስ ልዑ ብቻ ምንጋር ልበሃል ነገር እኒኡ እና ኹሉ ነገር ለለ ጎይታ ሀም ልውስኸልና እግዚኣብሔር ለለ ባዕሉ ብፅድቁ ሀም ልሽፍነና እዩ ልገልፅ እና ጠቕላላ ኹሉ ክንሪኦ ተለናስ ከመጀመርያ ጀሚሩስ ሰማያዊ ሀፍቲ ላለ ጀሚርዎ ዶ ሰማያዊ ሀፍቲ ለለ ብለይ ምጭናቅ ኢና ክንኾን ንኸል ስለ ልተጨነቕና ኣብ ህይወትና ምንም ዝመጽእ ለውጢ የለ ኢልና ምድራዊና ሰማያዊ ሃፍትና እናጻጸረ ጸኒሑ መጨረሻ ላይ ለለ ኩሉ ነገር ክውስኸልና ልኸእል ኣቐዲምና ናይ መንግስቲ እንድሕር ደሊና ኮይንና ንጽድቁ እንድሕር ተጓይና ኮይንና ሓጢኣት ሓዲግና ብናይ ክርስቶስ ልመላለሰሉ ነበረ ዓይነት ኣመላልሳ እንድሕር ተመላሊስና እዩ ክርስቶስ ክኣ እዛ ምድሪ እዚኣ ክመጽእ ተሎ ልኸደሉ መንገድታት ነይሩ ንማንም ኣይዳልይ ነይሩ ውን ድኻ ይብል ሃፍታመ ይብል ኣብዛ ምድሪ ንነበረ ኩሉ ሰብ እዩ ልበጽሕ ነይሩ ልበጽሐሎም መንገድታት ለለ ነይሮም እና ሃምናዮ ዓይነት ሂወት ኢና ክንነብር ለለና ልኾነ እንትን የርእየና ኤግዛምፕል ሀምኡ ዓይነት ናብራ ክንነብር ሀም ለለና እዩ ኣርእየና ክርስቶስ ኸይዱ ካብዛ ምድሪ እዚኣ ኽልተ ስራሕቲ እዩ ሰሪሑ ኸይዱ ኣድሒንና ብዓብዩ ካብኡ ለለ ሃመይ ዓይነት ህይወት እዩ እሺ ክህልየና ካልኣይ ስጋዕ ልመፅእ ለሎ ጊዜስ ሃመይ ዓይነት ህይወት ላተመላለስና ኢና ክንፀንሖ ልብል ነገር ለለ ኣምሂርና እዩ ከይዱና ሃሞ ዓይነት ህይወት ክንመላለስ ሃም ለለና ብፀሎት ልበርትዕና እዚ መደብ እዚ ናፀሎት መደብ እዩ እና ብፀሎት ለለ ልበርትዕና ሰባት ኮይና ክንቕፅል ሃም ለለና ሆም ተቐፂልናለ ኢና ልበለፀ ንእግዚኣብሔር ክንረኸቦ ንኸእል ናእግዚኣብሔር በረከታት ክትርፍረፈልና ልክእልና ኣብ ህይወትና ስለዚ ብቅድሚያ ንጎይታ ንደልዮ ከም ለለና ድሕሪኡ ለለ ኩሉ ነገር ኣብ ህይወትና ምንም ለጨነቅና ነገር ከም ለይህሊ ኩሉ ባዕሉ ከም ልውስኮ እዩ ልገልፀልና እና
እውነት ነቦ እግዜር ይባርክኽ ናያተይ ማለት እዚሲ ነዊሕ ሰዓት ተንወስደሉ ብጣዕሚ ደስ ምበለኒ ነይሩ ምክንያቱ ስኢሉ ልቢ ለሙቕ ተስፋ ለለዎ ብትኽክል ተጨኒቅኹምሲ ኣብ ቁመትኩም ወሲክኹም ዶ ማለትስ ብጣዕሚ እዩ ልገርም ብጣዕሚ ማለት እዩ ኣሕናሲ ልመፀ ተመፀ ተተጨነቅናሲ ናይ እግዚኣብሔር ፍቃድ ተዘይኮይኑ በስተቀር እንልውጦ ነገር ምንም ዓይነት ከምዘየለሲ እዚ ተስፋ ቃል ይህበና ብትክክል ተስፋ ቃል ብትክክል እዩ ማለት እና ካብኡ እንደገና መንግስቱን ጽድቁን ክነእልሽ ሃም ዘለና ኹል ጊዜሲ ኣነስ ይገርመኒ በቃ እግዚኣብሔርሲ ኣየገድደን ኣይኮ ወላ ሓንቲ መዓልቲ እኮ ኣገዲዱና ኣይፈልጢ ኣዳም እና ሄዋን እኮ ዝልበዝሕ ነገር ህይዎም ካብዚኣ ምስ ትበልዑ ግን በቃ ማለት ትሞቱ ኢኹም። እዚ ኩሉ ኣይግንህዎም እዩ እኮ ካብስ ማለት ሕማቅ ምኳና እኮ ይፈልጣ እዩ ሕማቅ ስለልኮነት ለኮ እያ ካብዚኣ ምስ ትወልዑ ግን ትሞቱ ኢኩም እና ምርጫ ኣቦ እዩ በቃ ግን ትለማርፀና ምርጫ ግን ብቻ ህይወት ኣብ ምድሪ ክሳብ ዘለና ጎኒ ልጎኒ ሰይጣኒ ፈጣሪ ጎኒ ልጎኒ ስለልከዱ እዮም። እቲለ ላብኡ ክንወድቅ ይደሊ ፈጣሪለ ናብኡ ክንወድቅ ንደሊ ግን ኹል ግዜ ግን ናይ ደቂ ሰባት ምርጫ ኸኣ ንብዙሕ ግዜ ብብዙሕ ግዜ ካብ ባዕልና ጀሚሩ ኣነ ካብ ባዕለይ ጀሚሩ ንሪኦ ልተሰሓሓተ ኣካይዳ ንኸድ ልተሰሓሓተ ካብኡ ልተሰሓሓተ ኣካይዳ ምስ እንኸይድ እንደገና እንታይ ይኾን ጉድኣትና የመዝን ግን እግዚኣብሄር እንደገና ምርጫ ሂቡና እዩ

እዚ እዩ እኮ ናህና ልኣና ልጎድእና ኣሎ እቱ የኾነይ ልንብሃሎ እና እግዚኣብሔር እንደገና እንታይ ይብለና ኣብ ህይወትኹምሲ ሓንቲ ስንዝር እኳ ዘይትውስኹላ ንቑመትኹምሲ ንምንታይ ስለምንታይ ኢኹም ትጭነቑ ስለምንታይ ኢኹም ትጭነቑ ስለምንታይ ኢና ንጭነቕ ኣዕዋፍ ሰማይሲ ረእይወን ኣይዓፅዳ ኣይዘርኣ ኣይሽምታ ኣይሓርሳ ግን ናይ ሰማያዊ ኣቦ ስለ ልኣምና ግን ሃም ኣዕዋፍ ሰማይ እኮ እውነት እናሲ ሃምኡ ክንኾን ሃምኡ ሃም ንኾንሲ እዩ እኮ ልነግረና ኣሎ ስለ ምኽዳንና ስለ ኽዳንና ክንጭነቅ ሃም ለዩና ስለ ምብላዕና ክንጭነቅ ሃም ለዩና ስለ ምንባርና ለንብር ህይወት ልህብ ሓደ ፈጣራ እዩ ለዛም ኣብ ኣትረፍሪፉ ብበረኸት ብበረኸት እኮ እዩ ልህበና ክህብ ተኾይኑ እኮ እግዚኣብሔር እኮ ኢዱ ኣይትሓጽር እኮ ክህብ ተኾይኑ እኮ እግዚኣብሔር እኮ ሙሉእ እኮ እዩ ሰብ ደኣ እዩ እዚኣ እኒኣትኒ እዚኣ ለኣኺ ነቦዋይ እዚኣ ግን ለኣየ ልብል እምበይ እግዚኣብሔር እኮ ክህብ ተኾይኑ እኮ ሙሉእ እኮ እዩ ልህብ ጎደሎ ልበሃል ነገር እኮ የለይ እዚ እንዳ ፈለጥናሲ ኣሕናስ ላፍቶ ሰማይ ኣቦና ቋሕ እንድምባል ታይ ኢና ንኾን ለለና ብናይ ባዕልና ኣካይዳ ብናይ ባዕልና በቃ ብናይ ባዕልና ስርዓት ስለ ንኸድ ኢና ብዙሕ ነገራት ልጎድለና ለሎ ብዙሕ ነገራት ንስእኖ ለለና ኢቭን ካብ እግዚኣብሔር ስለ ንርሕቅ እኮ እዩ ላብ ለይኾን ኣቅጣጫ ንኸድ ለለና እና እግዚኣብሔር ይባርክኺ ንያተይ እግዚኣብሔር ይባርክኺ ኽቡራን ተመልከትትና እግዚኣብሔር ይባርክኹም። ያው ተንጸንሕ ደስ ምእለና እዚስ ብትክክል በቃ ልብ ለሙቕ እና ብዙሕ ነገራት እኒኦና ግን ያው ሰዓትና ኣኺላ እኒኣ እሞ ብኻሊእ ሰዓት ክንራኸብ ኢና እግዚኣብሔር ይባርክኹም ኣሕናሲ ተጨኒቕና ምንም ዓይነት ነምጽኦ ነገር ከም ዘይብልና ቃሉ ይነግረና ኣሎ እና ብልበልጽ እንደገና ኣብ ገዛኹም ኮይንኹም ንስኻትኩም እውን ኣንብብዎ እግዚኣብሔር ይባርክኹም ስለ ዝሰማዕኹምና ንያተይ እግዜር ይባርክኺ ሐዚ ዝቀርየና ዘሎ ፀሎት ሓደራ ናይ ምስጋና ናይ ኣቅሪብና ናብ ፀሎትና ንኣቲ ኢና ማለት እዩ እስቲ ፀሎት ሓደራ እና ምስጋና።
እግዚኣብሔር ኣምላክ ልተመስገነ ይኩን ከምዚ ክንጅምር ተለና ልበልናዮሲ ምሳና ልፀነሐ ኣምላክ ልተመስገነ ይኩን ክሳብ መወዳእታ ፕሮግራምና ምሳና ልነበረ ኣምላክ ልተመስገነ ይኩን ካባና ልወፀ ይኮንና ኢና ተናገርና ነርና እና መንፈስ ቅዱስ ባዕሉ ልመርሐና ቃላት ኢና ናተናገርና ነርና እና ኣምላክና ልተመስገነ ይኩን ካብኡ ለላ እግዚኣብሔር ኣምላክ ለልይና ነገር ልህብ ኣምላክ ስለ ልኮነ ለልይና ነገር ልፈልጥ ኣምላክ ስለ ልኮነ ካብኡ ለለ ለይዱንግ ኣምላክ ስለ ልኮነ ኣብ ሰዓቱ ለብጽሕ ኣምላክ ኣብ ለልይና እዋን ልርከበልና ኣምላክ ስለ ልኮነ ኣምላክና ልተመስገነ ይኩን ካብኡ ብተወሳኪ ለለ እግዚኣብሔር ኣምላክ ከይተጨነቅና ክንነብር መንፈሱ ብመንፈሱ ብሓይሉ ክበርትዐና ልብል ጸሎት ሓደራ እየ ክብል ደልና ኩለና ንጸልይ ቐሊል ነገር የኾነይ ልበና ኣሎ ነገርስ ቐሊል ነገር የኾነይ ልኾነ ለይተጨነቕኩምስ ኹሉ ነገር እገብረልኹም እየ እንደውም ልዓና ልጠቅም ነገር እዩ ብጣዕሚ ልገርልና ኣሎና ኹለና ኣብ ገዛና ኾይና ብደንቢ ተንፅሊ ብፀሎት ልበርትዐ ሰብ እዩ ኹሉ ነገር ከሸንፍ ልኽእል እና ፀሎት ሓደራይ ብደንቢ ተንፅል ክብል ይደሊ ካብኡ ለለ ብዛዕባ ኣገልግሎት ዳተንፅሊ ኣገልግሎትና ኣካይዳ ህይወትናሲ ብክርስቶስ ዝተመርሐ ዓይነት ህይወት ክንነብር ልኾነ እኒኦዶ ሓደ ልይምሰል ልይኾነ ህይወት ሰብ ታይ ኪብለኒ እዩ እና ልይኾና ክነገልግልስ ደሊና ብናይ ሓቂ ደስ ኢልና ናብ ጎይታ ነገር ባሪኽና ክነገልግል ልብል ነገር እና ስለዚ ነገልግሎትና ብደንቢ ክንፅልይ ልብል ፀሎት ሓደራ እየ ክብል ደሊ። እግዚኣብሔር ይባርክኺ ናያተይ ተባረኺ ካብኡ እንደገና ስለ ዓድና ስለ መራሕትና ጠቅላላ ስለ ዓለምና ክንጽሊ ኢና ምክንያቱ ምጽኣት ቀሪቡ እዩ ትንቢት ላተፈጸመ እና እዚ ትንቢት እዚ ሲ ብጽቡቅ ነፈጽሞ እምበርስ ብሕማቅ በቃ ሰማይ ለይና ኣትየሉ ከይኸውን ክንጽሊ ወንጌላት ከኣ ናብ ክበጽሖ ዘለዎ ንክበጽሕ ስለ ህዝብና ከኣ ክንጽሊ ኢና ብዙሕና ዝሓዝናዮ ሂወት ሙቁር ዝኮነ ህዝብና ክረክቦ ስለ ንደሊ እዚ ኩሉ ሒዝና ክንጽሊ ኢና ክቡራት ተመልከትትና ንስካትም ውን ምሳና ተንበርኪኩኩም ከም ዝትጽልዩ ይኣምን ልጸሎት ንንበርከክ ምስ ሓፍትና ነያተይ ጸሊና ድሕሪኡ ምሳይ ክንውድእ ኢና። ጸሎት ዩ መፍትሒ ጸሎት ምሃረኒ መዓትካ ኣፍሊጡ ቃልካ ዘስምዓኒ ጸሎት ዩ ዎጎይታይ።

ሰማይን ምድርን ዝፈጠርካ እግዚኣብሔር ኣብ እግዚኣብሔር ወልድ እግዚኣብሔር መንፈስ ቅዱስ ሓደ ኣምላኽ ክበር ተመስገን የመስግነካ ኣለኹ እግዚኣብሔር ኣምላኽ ኣብ ህይወትና ስለ ትገብሮም ነገራት እግዚኣብሔር ኣቦ ለይተናገርናዮም ነገራት ይወዝሑ እሞ እግዚኣብሔር ኣምላኽ እስኻ ኩሉ ልግበርኻና ነገር እግዚኣብሔር ኣቦ እስኻ ናብ ምሕረት ኣምላኽ ስለ ዝኾንኻ እግዚኣብሔር ኣምላክ እዚ እግዚኣብሔር ኣቦ ትገብረና ኩሉ ነገር ተመስገን እግዚኣብሔር ኣቦየ ኣብዚ ምርካብና ባዕሉ እግዚኣብሔር ኣምላክ ናይካ ምሕረት ናይካ ቸርነት እግዚኣብሔር ኣቦ ናይካ ደግነት ሓልዩና እዩ እሞ እግዚኣብሔር ኣምላኬ ምሳና ስለዝፀናሕካ እግዚኣብሔር ኣቦ ካባካ ልመፃ ጥራይ ክንናገር ስለልፈቅድካ መንፈስ ቅዱስካ ላመረሐና ስለልነበረ እግዚኣብሔር ኣምላክ የመስግነካ ኣለኩ እግዚኣብሔር ኣቦ ሕዚ ደሞ ለይተናገርናዮም ብዙሓት ነገራት እኒኦ እግዚኣብሔር ኣምላክ ንዓካ ልምስጋና ልኮኑ ቃላት እግዚኣብሔር ኣምላክ ለይግነዩ ቃላት እዮም እሞ እግዚኣብሔር ኣቦ ስለ ዝገበርካልና ነገራት ኣብ ሂወትና ስለ ልሓለፍናዮም ነገራት እግዚኣብሔር ኣምላክ ስለ ሰላምና እግዚኣብሔር ኣቦ ክብር ተመስገን የመስግነካ ኣለኩ ሕዚ ደሞ እግዚኣብሔር ኣቦየ ተንበርኪክናሉ ነለና ናጸሎት ሓደራታት ኒኦና እግዚኣብሔር ኣምላከየ ንጽልየሎም ኣርእስትታት ኒኦና እግዚኣብሔር ኣቦ ስለ ኣገልግሎትና ስለ ባዕልና እግዚኣብሔር ኣምላክ ስለ ቤተክርስትያንና እግዚኣብሔር ኣቦ ከምኡ ደሞ ብዓብዩ ስለ ዓድና እግዚኣብሔር ኣምላክ ክንምብርክክ ተንበርኪክና ክንጽልይ ስለ ልክኣልካልና እግዚኣብሔር ኣቦ ተመስገን ሐዚ ደሞ እግዚኣብሔር ኣቦ ብፍላይ እግዚኣብሔር ኣምላኬ ስለ ዓድና ንፅልየሉ ኣርእስቲ ሒዝና እኒእና እሞ እግዚኣብሔር ኣምላክ ልመራሕትና እግዚኣብሔር ኣቦ ጥበብ ምስትውዓል ክትህብ እግዚኣብሔር ኣምላክ ኣብ ልከዱ ኣካይዳ ለበለ ኩሉ እግዚኣብሔር ኣቦ መንፈስካ ክቆፃፀሮም ብመንፈስካ ክውሱኑ እግዚኣብሔር ኣቦ ካብ ሰይጣን ልመፀ ሓሳብ ኣፍሪስካ እግዚኣብሔር ኣምላክ ናይካ ሓሳብ ብቻ ክትምለኣሎም ይልምነካ ኣለኩ እግዚኣብሔር ኣምላክ ሰላምና ክትበና እግዚኣብሔር ኣቦይ ንሰምዖ ኣለና ወረ ውግእ እግዚኣብሔር ኣምላክ እስኻ ትፈልጦ እሞ እግዚኣብሔር ኣቦይ ኣብ ቅድሜኻ ኣቅሪብናዮ እኒኢና ኣይትጨነቁ ኩሉ ለበለ ልዓየ ንገሩኒ ልብል ቃል ሂብኻና እኒኢኻ እሞ እግዚኣብሔር ኣምላክ ልዓኻ ምሃብ ስለ ለኽእልኻና ስለ ትገብረልና ደሞ እግዚኣብሔር ኣምላክ ብለይ ምንም ጥርጥር እግዚኣብሔር ኣቦ ጸሊኻ ጸሊና እግዚኣብሔር ኣምላክ ጸሎትና ትሰምዕ ኣምላኽ ስለ ልኾንኻ ለይተሕፍር ኣምላኽ ስለ ልኾንኻ የመስግነካ ኣለኹ እግዚኣብሔር ኣምላክ ንሪኦ ኣለና ግዜ እግዚኣብሔር ኣቦ ኹሉ ነገር እግዚኣብሔር ኣምላክ ናብ መወዳእታ ገጹ ላቀረበ እዩ ልመጽእ ኣሎ እሞ ጎይታየ ልመወዳእታ ግዜ ምዝግዛይ ክንኽእል እግዚኣብሔር ኣምላክ ብቁዓት ኾይንና ክንርከብ ፈተናታት ለበለ ኹሉ ክተስግረና እስኻ ኢኻ ሙክት ኹሉ ዓቅምና ሓይሊ ለለካ እግዚኣብሔር ኣቦ በመንፈስ ቅዱስኻ እዚ ፈተና እዚ ክንሓልፍ ክትሕግዘና ይልምነካ ኣለኹ እግዚኣብሔር ኣምላክ ኣብ ልመጽእ ግዜ ደሞ ምስ ኣሕዋተይ እግዚኣብሔር ኣቦ ብሓደ ኾይንና እግዚኣብሔር ኣምላክ ናብቲ ለይውዳእ ዘልኣለማዊ ልኾነ ሕይወት ክንኣቲ እግዚኣብሔር ኣምላክ ክትሕዘና ይልምነካ ኣለኹ እግዚኣብሔር ኣቦ ኣገልግሎትና ንዓኻ ብቻ ክኸውን እስኻ ብቻ ክትከብር እግዚኣብሔር ኣምላክ ልዓኻ ብቻ ደኒንና ንዓኻ ብቻ ክንሰግድ ንዓኻ ብቻ ክነምልኽ ክትሕግዘና ይልምነካ ኣለኹ ቕኑዕ ልኾነ ኣካይዳ ክልየና እግዚኣብሔር ኣቦ ክርስቶስ ኣም ተመላለሱ ዓይነት ህይወት ክህልየና ኣብዛ ምድሪ እዚኣ ኣብ እንጸንሐላ እዋን እግዚኣብሔር ኣምላክ እስኻ ተለይ ሓጊዝኻና ክኸብደና እዩሞ እግዚኣብሔር ኣቦ እስኻ ብመንፈስኻ ክትሕግዘና ንሕና ድማ ብርቱዓት ኮይንና ክንቕጽል ይልምነካ ኣለኹ እግዚኣብሔር ኣምላክ ናይ ጸሎት ህይወት ክትበና እግዚኣብሔር ኣቦየ ሙሉእ መኢሊቲ ሙሉእ መዓልቲ እግዚኣብሔር ኣምላክ ምሳኻ ብቻ ንጠቆሉ ናይ ጸሎት ህይወት ክትበና ተንበርኪኽና ለሚንናን ክንረክብ ክትሕግዘና ይልምነካ ኣለኹ እግዚኣብሔር ኣቦ ልረሳዕናዮም ነገራት እግዚኣብሔር ኣምላከየ ልሓመሙ እግዚኣብሔር ኣቦ ኣብዚ ሐዚ ሰዓት እዚ እግዚኣብሔር ኣቦ ኣብ ብዙሕ ችግርና መከራ ለለዉ ህዝታት ኣብ ስደት ኣብ ጦርነት ኣብ መከራ ኣብ ጥሜት እግዚኣብሔር ኣምላክ ኣብ ልተፈላለዩ ችግራት ለለዉ ህዝታት እስኻ ሕድሕዶም ትፈልጦም እሞ እግዚኣብሔር ኣቦ እስኻ በረከት ክትቦም እግዚኣብሔር ኣቦ ካብቲ ለለዎ ችግር ክተውፅኦም እግዚኣብሔር ኣምላክ ፉውስና እግዚኣብሔር ኣቦ ምጽንዕናዕ ክትቦም ይልምነካ ኣለኩ እግዚኣብሔር ኣቦ ልረሳዕናዮም ናጸሎት ሓደራታትና እስካ ትፈልጥ እሞ ጎይታየ ብሙሉእ ክትመልኣልና እግዚኣብሔር ኣቦ ክትባርኸና ይልምነካ ኣለኩ እግዚኣብሔር ኣምላክ ብፍላጥ ይኩን ብለይፍላጥ ልገበርናዮ ሓጥያት በደል ምትሕልላፍና ኩሉ ደሞ ይቅረ በለልና ኢካ እግዚኣብሔር ኣምላክ እዚ ኩሉ ክልምነካ ተለኩ በቲ ሓደ ወድካ በየሱስ ክርስቶስ ስም ኣሜን ኣሜን እግዚኣብሔር ኣምላክና የመስግነካ ጎይታይ መዓረይ ስለ ኩሉ ነገር ተባረክ ብልተምሃርናዮ ቃል ክንነብር እስካ ሓይሊ ጉልበት ኩነና እግዚኣብሔር ኣምላከይ ብጥዑም ዝኮነ ቃልካ ተዘሪቡ ተዘሪቡ ተፀብፂቡ ዘይውዳእ እቲ ፍቅሪ ዝኮነ ኩሉ ነገር እግዚኣብሔር ኣምላክ እሞ ምስ እነንቦ ሰኣን ምንባብ ኢና ኣሕና ንጠፍእ ኣለና ንጉዳእ ኣለና እሞ ምስ እነንብብ ግን ተስፋ ዘለዎ ህይወት ዘለዎ ፍቅሪ ዘለዎ ሰላም ዘለዎ ብእውነት ሃፍቲ ዘለዎ ኩሉ ነገር ዘለዎ ኣቦ ስለ ዘለካና ተመስገን ሕዚ ውን እግዚኣብሔር ኣምላክ እዩ ምስ ሓፍተይ ተንበርኪክና ዘለና ብዝፀለየቶ ፀሎት ኩሉ እስማዕማዕ ስለ ዓድና ፀልያ ተመስገን ስለ መራሕትና ፀልያ ተመስገን ስለ ህዝብና ፀልያ ተመስገን ስለ ልሓመሙ ፀልያ ተመስገን እግዚኣብሔር ኣምላክ ሕዚ ውን ጎይታይ ማዓረይ ካብ መረበቶም ተመዛበሉ እግዚኣብሔር ኣምላክ ኣሕናኳስ ኣብ ገዛና ኮይና ዝናብ ምስ ዝዘንብ ይቆረና ደራሪብናለ ኣብ ኬንዳ በየቦትኡ ዘለዉ ኣብ ኢትዮጵያ ሙሉእ ዘለዉ ስደተኛታት እግዚኣብሔር ኣምላኸይ ብዚ ቁሪ እዚ ብዚ ክረምቲ እዚ ኸመይ ከም ዝሳቅዩ ንስኻይ ንስኻይ ብቻ ኢኻ ትፈልጥ እሞ እግዚኣብሔር ኣምላኸይ ንዞም ኣህዛብ እዚኦም ክትሕልዮም እግዚኣብሔር ኣምላኸይ ክትሪኦም ክትታደጎም ጎይታይ መዓረይ እልምነካ እዚ ዘምፀኦ ሰበብ መከራ ኸዓ ሰኣን ምስምማዕ ሰኣን ፍቅሪ ሰኣን ሓድነት እዩ እግዚኣብሔር ኣምላኸይ ሰኣን ቃልኻ ምንባብ እዩ እሞ ኣብቲ ቃልኻ ዘሎ ሓቂ ኣብቲ ቃልኻ ዘሎ ህይወት ኣብቲ ቃልኻ ዘሎ ሰላም ሰኣን ምፍላጥ እዩ እዚ ኩሉ እዚ ኢላ ኣብዚ መከራ እዚ ኣቴና እኒኤና እሞ እግዚኣብሔር ኣምላኸይ ናይ ሰላም ኣቦ ዝኾንኻ እግዚኣብሔር ኣምላኽ እስኻ ስለ ዘለኻና ሕዚ እውን ንህዝበይ እዚ ንመራሕተይ እዚ ክንገሮም ናይ ሰላም ዘምፅኡ መራሕቲ ክኾኑ ጎይታየ እልምነካ በገዛ ባዕልና እንደገና እነምፅኦም ቁልውላዋት ጎይታይ መዓረይ ንስኻ ቆም ኢልና ክንሓስብ ክትረድኣና ጎይታየ እልምነካ። እግዚኣብሔር ኣምላክ ስለ ኩሉ ነገር ተባረክ። ቃልካ ምስ እንዛረብ እግዚኣብሔር ኣምላክ ዘይውዳእ ምሕረትካ ቸርነትካ ገይርካ እግዚኣብሔር ኣምላከይ ሕዚ እውን ብመስኮት ቴሌቪዥን ዝሪኡና ብትክክል እዚ ብሓቂ ናህና ምናልባት ሰዓት ገደብ እኒኣትና ብደንቢ ቃል እንዳገለጹ ዘንብቡ ሓሳባት ኩሉ ዘፍልቁ ክትገብር ጎይታየ እልምነካ ስለ ኩሉ ነገር ተባረክ ሃም ሰላም መዓልቲ ኣውዕለና እግዚኣብሔር ኣምላኬ ሃም ዝተዘሮ ኣሕና ልተናገርናዮ ንእሽቶ እዩ ናይካ ግን ብዙሕ ተዘርዚሩ ተዘርዚሩ ዘይውዳእ ምሕረትካይ ፍቅርካይ ተመስገን ውዕሎና ባርክ ኩሉ ሃም ፍቃድካ ግበር ዝጎደለ መሊእካ ኣቃኒዕካ ዝተረስዐ ኣስታዊስኻ፣ ክንልምኖን ክነመስግኖን ዝሓሰብና ዘበለ ኹሉ እስኻ ኣሟሊእኻ ኣቃኒዕኻ፣ እግዚኣብሔር ኣምላኸይ ምናልባት ካብቲ ቃልኻ ልተዛረብናዮ ልጸለናዮ ንዓኻ ዘሕዝን ተሃልዩ ይቅረ ኢልኻ እግዚኣብሔር ኣምላኸይ እንተ ጸሎትናይ ቃልኻ ዘንበብናዮ ተሰማዒ ኾይኑ ንድሕነት ንሕይወት እግዚኣብሔር ኣምላክ ንዘልኣለም ምንባር ክከውን ጎይታየ እልምነካ ኣሕና እውን ካብዙይ ልተልዓለ ተባሪክና ብቲ ዘይውዳእ በረክትካ ተባሪክና ክንውዕል እስካ ርደእና ንህዝበይ ኩሉ ዘይውዳእ በረክትካ ክትባርክ ጎይታየ እልምነካ ኣይትፈልየና ኩሉ ሃም ፍቃድካ ግበር ስለ ሓደ ወድካ መድሓኒና የሱስ ክርስቶስ ኣሜን።

ንያተይ እግዚኣብሔር ይባርክኺ ፀጉኡ የብዝሐልኺ። እግዚኣብሔር ይመስገን ኹብራት ተመልከትትና እግዚኣብሔር ይባርክኹም ፀጉኡ የብዝሐልኹም ምሳና ተንበርኪክኹም ስለ ዝፀለኹም ሐዚ እንደገና ደጊመ ክናገር ዝደሊ ምናልባት ኣሕና ሰዓት ሓፂርና ልከይንውድእ ብዙሕ ክንናገር ኣይኸኣልናይ እሞ ንስኻትኩም ግን ትቃሉ እንዳንበብኹም ብዙህ ሎማዓንቲ ተዘራርብናዮ ህንደየናይ ተስፋ ሃምዝህብ ህንደየናይ ልቢ ሃምዘሙቕ ህንደየናይ በቃ ናይ ምድሪ ነገርሲ ከንቱ ምዃኑ እዩ ዝዛረበና እና እዚ እንደገና ቃሉ ክተንብቡ ብትሕትና ይላወወኩም እግዚኣብሔር ይባርክኹም ጽጽቡቑ ሰናዩ ንዓኹም ተባረኹ ሰላም መዓልቲ ሰላም መዓልትና።